እዚ መሰጅ እዚ ንኹሉ ኤርትራዊ እዩ ብዝያዳ ንደቂንስትዮ ይኸውን ማለት እዩ ምኽንያቱ ደቂንስትዮ ብሰበይቲ መሬት ትወግሕ ይብሃል ኣብ ዓድና ብሰበይቲ ከኣ ብዙሕ ብዙሕ ስራሓት ስለ ዝሰርሑ ክዛረብ ደልየ ከመይ ጌሮም ድሕን ኢልና ደቂ ናጋውስ ይፈትወኩም እየ ይፈትወኩም እየ ይፈትወኩም እየ እሞ መጀመርታ ኣነ ፅቡቅ ኣለኹ ፅቡቅ ክትብሉ ተስፋ እገብር ሰበይቲ ከመይ ገይራ ታራ ኣለዋ ትፈልጡ ኢኹም ብደይ ሰበይቲ ኣብዛ ዓለም ኣብዛ መሬት ሰብ ኣይፍጠርን እዩ ኦኬ እታ መሬት ከዓኒ ቃል ኪዳን ኣትያትልና እያ ቃል ኪዳን ከም ትድበሃል ቃል ኪዳን ኣትያትልና ድመፁ ቆልዑት ንሳ ከም ተዕብዮም ሂወት ከም ዘለዋ እቲ እቲ ጭቃ እቲ መሬት ጸጉረይ ከኣ ተቆኒነስ ክሕምም ካልእ ዓይነት እዩ ጋመን ኣይመላመድን ድየን ጌራናኒ ብድኾነ ድሓን እዩ ናይ ኣውዳኣመት ክኸውን እዩ ማለት እዩ ናይ ኣውዳኣመት እዩ በዚ ከወፀ ሕጂ መሬት ተትንፋስ ኣለዋ ሂወት ኣለዋ ተተንፍስ እያ ካብኡ ከዓ ንሕና ንሕና ድመስለና ንሕና ስጋ ገለ ግን ንሕና ካብ ጭንፋል ናይ ገረብ ጭንፋል ናይ መሬት ኢና ምክንያቱ ገረብ ኦክስጅን ይህበና ንሕና ካርቦዳይክሳይት ንህቦ እቲ ሊቪን ቲንግ ሂወት ክንረክብ ከኣኒ ኩሉ ነገርና ሂወት ኣለዎ ጽፍርና ሂወት ኣለዎ ጸጉርና ሂወት ኣለዎ ኩሉ ነገር ይቦቁል ሂወት ስለ ዘለዎ እዩ ምክንያቱ ሂወት ኣለና ዓቢ ሂወት ኣለና ዘይኮነ ቅድሚ ሕጂ ተዛሪበ ነይረ ሂወት ኣለና ሕጂ በዚ ናይዚ ዓይነት እዚ ብዙሓት ኣክቲቪስት ኣለዉ ነዛ መሬት ሲ እዞም ዓበይቲ ኮምፓኒታት መራሕቲ ሲ የባላሽዋ ኣለዉ ኢሎም ብዙሓት እዮም ዝዛረቡ ሕጂ ሲ ኣንሃ ናብ ኤርትራውያን ኣሕዋተይ ከምጾ ደልየ እዚ ሓሳብ ማለት እዩ ዘይትፈልጥዎ ኮንኩም ኣይኮነን ግን ኣነ ዝፈልጦ ከፍልጥ ደስ ስለ ዝብለኒ ሒዘዮ መጽየ ኣለኹ ብዙሓት ኣክቲቪስቲ ኣለዉ ኣነ ካብተን ሓንቲ ኣክቲቪስቲ ዝፈትዋ ግን ቨንዳና ቨንዳና ሺባ እያ ትበሃል ስፔል ክገብረልኩም እየ ድሕን ክትርእይዋ ደሊኹም ምክንያቱ ሓንሳብ ሓንሳብ ሰብ ሃቡኒ ስለ ትብሉኒ ማለት እዩ ሎምዓልቲ ክበኩም እየ ዩጁሊ ሂበኩም እየ ግን እዚኣ ክበኩም እየ ፖዝ እንዳገበርኩም ሽማ ክትጽሕፍዎ ትኸእሉ ኢኹም ስፔል ክገብረልኩም እየ VANDANA በንዳና ሺባ ኸኣ SHIBA በንዳና ሺባ ትበሃል ኣክቲቨስ ስኮላርያ ንኽንደይ ዓመታት ብናይ ብንታይ ይበሃል ዝተ ብመሬት ዝደሓመመት እያ ኣነ ቅድሚ ሕጂ ብዛዕባ ጥቕሚ ናይ ላም ተዛሪበ ኔረ እንድዒ ድሕን ሪኢኹም ምኾንኩም እዚኦም ሓደሽቲ ኣብቲ ናይ ቀደም ቪድዮታቲ ከድኩም ረእይዎ ጥቕሚ ናይ ናይ ጸሓይ ጥቕሚ ናይ መሬት ጥቕሚ ናይ ሰብ ኒሕናሲ ኮኔክት ተተሓሓዝና ምስ ከም ዝኾንና ምስ መሬት ምስ ጸሓይ ምስ ንፋስ ምስ ማይ ንሕና ንሱ ከም ዝኾንና ማለት እዩ ንሱ ንሕና ንሱ ማለት ንሕና ሲ ጸሓይ ከም ዝኾንና ኤነርጂ መሬት ከም ዝኾንና ይብሉ እዩ ካብ መሬት ተሰሪሕና ንሕና ድሕን ገረብ የለን ንሕና ክንነብር ከም ዘይንኽእል ገረብ ንዓና ኦክሲጅን ህበና ንሕና ካርቦን ዳይኦክሳይድ ንላቦ ኮኔክትድ ኢና ሰብ ምስ ሰብ ኮኔክትድ ዩ እዚ ካልእ ሰብ ደምጽኦ እንድዩ እስኻ ከምዚ ኢኻ እስኺ ከምዚ ኢኻ እሱ ኣይጠቅምን ዩ ኣይኮነን ሓቅም ኣይኮነን ድሕን ፈሊጥካ ጥራሕ ኢኻ ትፈልጦ ሕጂ እቲ ድበዝሐ ሰብ ከኣ ኣብቲ ናይ ምፍላጥ ቦታ ስለ ዘየለ ቡዙሓት ሰባት ዮም ዘታልልዎ ሕጂ ኣንስቲ ኣንስቲ ክገብር ኣንስቲ ክገብርኦ ዘለወን ምኽንያቱ መሬት ድሕን ንዓና ደቅና ተውሕሰልና ኮይና ብኣና ድሕን ቆልዓ ድመጽእ ኮይኑ ብኣና ፍጡር ድሕን ድመጽእ ኮይኑ መሬት ከኣ ንዓና ምሳና ቃል ኪዳን ዝኣተወትልና ንደቅና ከተብልዓና ተውሕሰና ኒሕናኸ እንታይ ኢና ክንገብር ጉቡእና ክብል ኢለ እየ ኣምጺኤ ብዙሓት ሰባት ኣለዉ ግን እቲ ዝበዝሐ ዝደቀሰ ሰብ ስለ ዝኾነ ከቢድ እዩ ከተንቀሳቕሶ ሕጂ ሎማዓልቲ ብናይ እሽጦር ኣነ ብዙሕ ተዛሪበ ኣለኹ ኢሽጠር ከምኡ መርየት ኣደይ ኣያ ኣነ ከኣኒ ንዓይ ዝቀረበት ኮይና ስለ ትስማዓኒ ብብዙሕ ምክንያታት ብኣኣ ዝያዳ ሰሪሐ ኣለኹ ክዛረብ ሎሚ ከኣ ኢስተር ከኣኒ ናታ መዓልቲ ስለ ዝኾነ ወሲዶሞ ሃጃክ ዳ ገይሮሞ ናታ መዓልቲ ስለ ዝኾነ እኒሀ ኣለኹልኩም ሓፍቶም ተቆናኒነልኩም መጽየ ኣለኹ ብኢሽጠርን ብኢስተርን ብሰበይቲ ኤርትራዊት እንታይ ክትገብር እንታይ ታራኣ እንታይ ክትገብር ጓል ኢሽጠር እንታይ ክትገብሪ እንታይ ታራኺ ንኽብል ኢለ መጽየ ሕጂ እንታይ ብዙሕ እንድዩ ድብሃል ግን ኣነ ቅድሚ ሕጂ ብዛዕባ ማሳንቶ ነጊረኩም ኣለኹ ተዛሪበ ኣለኹ ቀደም ቅድሚ ዓሰርተ ዓመት ዝሓለፈ ኣብቲ ናይ ቀደም ናተይ ድሕን ከድኩም ክትረኽብዎ ትኽእሉ ሕም ብድኾነ እዚ ከን እዚኣ ቨንዳና ሺባ ትብል ኦኬ ሓረስቶት ኣገደስቲ እዚ ንፈልጥ ኢና ግን ክደግሞ እየ ነቶም ዘይፈልጡ ጸባ ካበይ ከም ዘይመጽእ ዘይፈልጡ ከማን ክህልዉ ይኽእሉ እዮም። ሓረስቶት ኣገዳስቲ እዮም ንሰባት ኦኬ ንደቂ ሰባት ሓረስቶት ኣገደስቲ እዮም። ሕጂ ኣነ ክዛረብ ከለኹ ኣብ ዓድና ኪዱ ኣብ ኤሮጳ ኪዱ ኣብ ኤሮጳ ከማን ይጻወቱሎም እንድዮም ንምንታይ ምኽንያቱ ካምፓኒታት ክወስድኦ ንምንታይ እንዳረዳእኩም ክኸይድ እየ ምኽንት ሓንሳብ ሓንሳብ መስለኒ ስለ ድሓልፎ የብሎኩም እየ ንስኻትኩም ደይ ተረዳእኩም ናተይ ጥፍኣት እዩ ናታትኩም ኣይኮነን ኣብኡ ከለኹ ከኣ ክዛረብ ደልየ ኣለኹ እቲኦም ሓረስቶት ኣገደስቲ እዮም ድሕንቲ እዮም ካምፓኒታት ወሲዶሞ ግን እቶም ሓረስቶት ዋላ ሓንቲ ክገብሩ ይክእሉን እዮም ካምፓኒታት ድሕንቲ ቋጻጺሮኖ ወይ ከዓ ንሃፍታማት በሃልቲ ገንዘብ ናይ ድኻታት ድሓዙ ብሕልፊ ናይ ኣፍሪቃ ሓለፍቲ እቲ ድበዝሐ ድኻ ሰብ ጥርሑ ኢዩ ዝኸውን ጥርሑ እዚ ኣደ ኤርትራዊት ክትሓስብሉ ክትክእል ኣለካ ኣብዚ ስለ ዘለውና ንነብሮ ወይ ደቅና ኣብዚ ዘሎ ክንሓስብ ንእሽተይ ርሕቅ ኢልና ክንሓስብ ክንክእል ኣለና መኽንያቱ what goes around comes around እንታይ ይከይድ ኢዩ ስለ ዝምለሰና ok ኦኬ ኣገደስቲ ሰባት እዮም ንሰብ ክነብር እዚኦም ሓረስቶት ማለት እዩ ኩባንያታት ኣይኮኑን ኣገዳሲ ከም በዓል መሳንቶ ዝበሃሉ ኣነ ተዛሪበኩም ነይረ እየ ኦኬ ዘባላሸዎ ዘለዎ ንሓረስቶት ንሰብ ነዚኦም ሓረስቶት ስጋዕ ነብሶም ክቀትሉ ገይሮሞ እዚ ናተይ ዘይኮነ እቶም ስኮላራት ዝብልዎ እዩ ሕጂ ካብ ሕጂ ሪፌር ኣይገብርኒ ገይረልኩም ኣለኹ እቲ ድመስለኒ ኣነ ክዛረበ ሓረስቶት ዋላ ሓንቲ ዜሮ ትሪፎሞም እዩ ኣነ ዝከረኒ ብሰመናታት ዓበይቲ ትራክ ጌሮም ነጊረኩም ነይረ ኣብ ለንደን ኣትዮም ዶመንስትረሽን ንገብሮም ሰብ ዝሕቆም ነይሩ ምክንያቱ ከምቲ ዝመስለና ኣይኮነን ሰብ ፈላጥ ዋላ ኦፊስ ውዒሉ ተወፀ ምናልባት ታይፕ ምግባር ዶ ውስጧ መፅሓፍ ማሞ መፅሓፍ ይፈልጡ ነይሩ ኾን እቲ እንታይ ይመፅእ እቲ እቲ ባኒ ኣብ ጣውልኦም ዝመጽእ ግን ከመይ ጌሩ ይመጽእ ብዙሕ ሕጂ ሰብ ተመስገን ፈጣሪ ዋላ እቶም ቆልዑት ከማነይ እቲ ሰብ ዓይኑ እንዳ በርሀ ምስ ንመሬት ኮኔት ኸገብር ጀሚሩ ኣሎ ግን ቅድሚ ምናልባት እዚ ኤሮጳ ክስልጥነሉ ክጅምር ከሎ ሕጂ ሰልጢኑ ክስልጥነሉ ከሎ ግን ብጣዕሚ ጸቕጢ ገብሩሎም ነይሮም እዮም እቲ መሬቶም ከኣ ዓዲጎሞም ንኣብነት ሕጂ ቢልጌት ዝባሃልሲ ክነግረኩም እንድየ እቲ ዝዓበየ ዝዓበየ ዝዓበየ መሬት ይውንን እዚ ንዓና ቫክስነሽን ሕጂ ዝወግኣና ዘሎ ማለት እዩ ቫክስነሽን ሓሳብ የምጽእ ቴክኖሎጂ ሓሳብ የምጽእ ኩሉ ግዜ ከምኡ እዮም ዝገብሩ ንዓና መጽሓፍ ቅዱስ ሂቦም ናትና ፍልጠት ሕዲጎመና ቡየ ኣነ ብሽጣ ክዛረብ ደስ ዝብለኒ ሕጂ ከኣኒ ተክኖሎጂ ሂቦም ከኣኒ መሬት ናሕድጉና ኣለዉ ኦኬ ሰብ ኣብ ተክኖሎጂ ኮንሰንትሬት እንዳገበሩ ኣብኡ ኣብኡ መይቱ እንታይ ኣሎ ካየድ ኣብ ዓለም ኣይፈልጥን ካብ ሰብ ርሒቑ ከሎ ሕማማትን እንደገና ብሓንሳብ ድሕን ኮንካ ከዓ ናይ ግድን ክትወለድ ኣለካ ከምቲ ዘልኮ ክወለድ እዩ ሰብ ኢለ ብዙሓት ኣነ ጥንሳት ኣብ ደገ ርኤ ሕጂ እቶም ሰባት እንታይ እዮም ክበልዑ ድሐን ንስኻ ኣብቲ ጋጅት ኣብቲ ሞባይልን ኮምፒተርን ኣብ ኦንላይን ዊዒልካ መሬት ዝሓርሱ ኮምፓኒታት ኮይኖም ኣለዉ ብሮበት ብማሽን እዮም ክገብርዎ ሕጂ ሰብ ኣይደልዩን እዮም መሬትካ ክሕድጉካ እዮም ኣይንደልየካን ኢና ድሕንካ ዋላ ከማ ናይ ሓይልካ ሸጥካስ ክትነብር ኣይትኽእልን ኢኻ እዚ መን እዩ ክዛረበሉ ዘሎ ሰበይቲ ብሕልፊ ብሕልፊ ኣነ ናይ ኤርትራ ስለ ዘገድሰኒ ኤርትራዊት ሰበይቲ ዓዳ ክዋሓስ ክትዛረብ ክትክእል ኣለዋ ህዝቢ ሓረስታይ ሓሪሱ ክበልዕ ኣድብኬት ክትገብር ኣለዋ እዚ እዚ ቪድዮ እዚ ድሕን ሰሚዓ ደቂሳ ሓዲራ ኤርትራዊት ስሚዒት ፊሊን የብላን ክብል ሕጂ ናይ ብሓቂ ኣም ገነ ፑሽ ኢለ እልብጭ ኦኬ ሕጂ ኣንስቲ ኤሪትራውያን ከ እንታይ ክገብራ ኣል ክንገብር ኣለና ኣነ ምሳኽን ኣን እንታይ ክንገብር ኣለና ኦኬ እንታይ ክንገብር ኣለና ንሕና ክንዛረበሎም ክንክእል ኣለና ነቶም ደይዛረቡ ኦኬ እዚ ናይ ኩሉ ኤርትራዊት ኤሪትራዊት ሓላፍነት እዩ ኦኬ መሬቱ ሓረስታይ ባዕሉ ክሓርስ ኣለ መንግስቲ ክሕግዞ ኣለዎ በብንእሽተይ እዮም እቲኦም መንግስቲ ክንድዚ ክንበኩም ኢና ክንድዚ ጥራሕ ኣፍርዩ እዮም ዝብሎም ነይሩ ዳሕራይ ጥቕልል ኣቢሎሞ ብሰንኪ ተላዊጦሞ ብዝኾነ እቲ ናትና መሬት ናትና መሬት እዩ ንክንደይ ንክንደይ ቢልየንስን ቢልየንስን ቢልየንስ ዝሃቡና ስድራ ቤትና ሕጂ ክንፈልጥ ኣለና እንታይ ንገብር እዚ ንማለት እዩ ኦኬ ኣብትን ኣክ እተን ኣክቲቭስት ዝባሃላ እተን ኣክቲቭስት ንባሃል ዝባሃላ ባዕለይ ፅሒፈ ዘይርዳእኒ ተረዲእናዮ ዶ ኣሎ እዩ ዕምቆት እቲ ዝካየድ ዘሎ ኦኬ እቶም ሰብ ኣክቲቨስት ኣወዳት ትኾኑ ኣሰብኡት ትኾኑ ኣወዳት ኣሰብኡት ኖኖ ሰበይቲ ሆን ሰበይቲ ሜልን ፊሜል ኣብ ኣክቲቪስት ዘለዎ ኣብ ፅርግያ ንዛረብ ኣብዚ ኦንላይናት ንዛረብ ዘለናስ እቲ ዕምቆቱ ኒሕና እንታይ ክንገብር ከም ዘለና እንታይ ንገብር ኣለናስ ንፈልጥ ዶ ንማለት እዩ ኦኬ ውግእ ጥሜት ክታበት ምምብርኻ ምንብርካኽ ወዘተ ኦኬ እዚ ኩሉ ውግእ ዝመጽእ ጥሜት ዝመጽእ መከራ ምንብርካኽ ኩሉ ዝመጽእ ንኸድክሙና ንኸንበርክኹና እዩ ድሕና ይተንበርከኽናን ይወግኡና ብዝኾነ ሲ ታሕቲ ባርብሬት ክንገብር ኣለና ድሽዑ ሓሕ ክንብል ከም ደይንኸል ኣፍና ከም ክንከፍት ከም ዘይንኽእል ንኽገብሩና ኢዩ ፕርፔር ዝገብሩና ዘለዉ ኒሕናኸ ንዕኦም ዲና ንሕግዞም ደለና ኣዋላ ኣይፋል ኢና ንብል ዘለና ኦኬ እዚኣ ኸኣ ክንብላ እዚ ንደቂ ኣንስትዮ እዚ ሰሚዕና ክንድቅስ የብልናን በታ ዝከኣለና ዋላ ንእሽተይ ትኹን ክንገብር ክንክእል ኣለና ምኽንያቱ ንውሕስነትና ኒሕና ስለ ንመጽእ ነምጽእ ኣቆልዑት ኣብዚ ኣነ ፈልጥ እየ ሚእቲ ካብ ሚእቲ ኸኣ እቶም ሰብኡት ከኣ ከም ዝስዕቡና ምክንያቱ ብሰበይቲ እያ ተወጊሒ ዝበሃል ሓቂ እዩ ምክንያቱ ሰበይቲ ስለ ፍጥረት ትፈጥር ሰበይቲ ስለ ዝኮነት ፍጥረት ትፈጥር ኦኬ ያ ብዙሕ ኣሎ ካብ ኢሽራ ኢሽጣር ኢሽራ ቦርዱ ኢሽጣር ኩሉ ነገር እዩ ኣብ ኢዳ ሂብዋ ኦኬ ኩሉ ነገር ሂብዋ ኣብ ኢዳ እቲ ንጉስ ኦኬ እቲ ንጉስ መን እዩ ንጉስ ፀሓይ ድዩ ኣነ ሕጂ ብታ ክኣቲ ይደሊኒ ኩሉ ነገር ኣለዋ ኩሉ ነገር ኣለና ኣደ ኤርትራዊት ኩሉ ነገር ኩሉ ሰበይቲ ኣለዋ እንድዩ ኣነ ናይ ኤርትራዊት ዝዛረብ ኩሉ ስለ ዘለና ንጠቀመሉ ውግእ እዚ ውግእ ኣብ ኢድና እዩ ውግእ ኣብ ኢድና ሕሰም ኣብ ኢድና ጥሜት ኣብ ኢድና ኣብ ኢድ ኤርትራዊት እዩ ዘሎ ናይ ኤርትራ ጭንቂ ኣብ ኢድ ኤርትራዊት ሰበይቲ እዩ ዘሎ ፒሬድ እዚ ናይ ናይ ብሓቂ ኣብ ኢድና እዩ ዘሎ ዝኮናዮ ኢድ ዝደለናዮ እዩ ዝኮን እቲ ዝደለናዮ ከኣ እቲ ዝበዝሐ ሰብ እዩ ዝኮን ዘሎ እቲ ዝበዝሐ ሰብ ነቲ ዝደለናዮ ዝካየድ ዘሎ ስለ ዝደለናዮ እዩ ዝከውን ዘሎ ኣህብ ሃው ኣቢለኩም ኣይኮን ኦኬ ብመሳንቶ የዕለ እስኪ ብመሳንቶ የዕለልኩ ብመሳንቶ የዕሊለኩም ነይረ ኦኬ እቲ እክሊ ከም ዘብስልዎ መኣታን ከይ ንቲ ዝህብዎ ንሰባት መኣታን ከይ ዘርእዎስ የብስልዎ ኔሮም ኣነ ነጊረኩም ኔረ ሓደ ግዜ ሓወቦይ ክሽምት መጽዩ ንሕና ቆልዑት ከለና ሲ ከምኡ ዕሊሉኒ ስጋዕ ነዊሕ ግዜ ኣብ ማዓንጣይ ይስማዓኒ ነይሩ ኦኬ ብድኾነ ዋላ እዚ ቢል ጌት ዝባሃል ትፈልጥዎ ኢኽም ቢል ጌት እዚ ናይ ተክኖሎጂ ዝላዓለ እንታይ ይባሃል ዘለዎ ብጣዕሚ ሃፍታም እዩ ንሱ ከማን ኣብዚ ናይ ናን ኦርጋኒክ ጥዕና ዘይብሉ ናን ኦርጋኒክ ማለት ኣርቲፊሻል ናይ ኣርቲፊሻል ስጋ ኦኬ ናይ ኣርቲፊሻል ስጋ ኦኬ ክኸውን ኣብ ዓለም ክመጽእ ኣብ ዓለም ሰልዲ ናቱ ዘእተወ ንሱ እዩ ኦኬ እዚ ስጋ ንበልዖ ኣነ ይበልዕን እየ ግን እዚ ስጋ ዝብላዕ ስጋ ጥዑይ ከም ዘይኮነ ኣርቲፊሻል ምዃኑ ኦኬ ክትፈልጡ እሱ ኢኻ እቲ ቢል ጌት ሕጂ ሲ ቫክሲኔሽን ንሱ ደምጾ ሲ ጥዑይ ቫክሲኔሽን ኢልኩም ዲኹም ክት- ክትብሉ እ፣ እቲ ንውግኦ ዘለና ክንተሓሳሰብ ክና ግን ኣብ ዓድኻ ጥራሕ ኢኻ ከዓ ክትገብር ትኽእል ኣብ ዓደይ ዝኣተወ ኩሉ ነገር ክቆፃፀሮ ዝኽእል ኣነ ሰበይቲ ኮይነ ምስ ተዛረብኩ ምስቲአን ኣሕዋተይ ኣንስቲ ኮይነ እዩ ኩሉ ነናቱ ነናቱ ነናቱ ቀይዲ ድሕን ደይብሉ ወልሓንቲ ክትስምር ኣይትኸና ተኣኪብካ ግን ክትስምር ትኸእል ኢኻ ኣነ ወገነይ ኣነ እዚአን ናተይ ወገን እየን እዚአን ናተይ ሃይማኖት እየን እዚአን ናይ ገለ ተልካ ግን ከምዛ ደለናያ ንደቅና ከማን ኣይነውሕሰሉን ናትና ጥፍኣት ኦኬ ብጣዕሚ ልምቅነ ፓሽነት እየ ኮይነ ደሎ መገርገር ኢለይ ኦኬ መሬት ባሕ ኦኬ መሬት ባሕሪ ተቋጻጺሮሞ እዮም ንፋስ እዩ ተሪፍዎም ንፋስ ከኣኒ ብማስክ ጌሮም ከም ዘይንተንፍስ ይገብሩና ኣለዉ ከመይ ከመይ ድሐን ሐሲብኩምሉ እዚ ክልተ ሜትር ተረሓሒዕካ ኣነ ኣነ ዘተንፍሶ ሙቆተይሲ ነዚ ገዛይ ከማን የማሙቆ እዩ ምክንያቱ ኣነ ኢለኩም እየ ኩሉ ነብስና ነዃል ነዃል እዩ ድሐን ረቂቅ እዩ ዝኣትዎ Anyway ኦኬ ናብተን ፅሩያት ማይ ዘለወን ዝበሃላ ሽግር ይፈጥሩ ኣለዉ ነጊረኩም ነይረ እየ ቅድሚ ሕጂ ተን ፅሩያት ማይ ኣብ ዓለም ኣለዋ ዝበሃላ እዚ ካብ በዓል ኣፍሪቃ ዝፈስስ ብናይል ገይሩ ኣብ ቻይና ኣሎ ኣብ ሜክሲኮ ኣሎ ነዚአን ክቋፃፀሮ እንተደኣ ኮይኖም ገንዘብ ክደልዩ ኣለዎም መሬት ዓቢ ነገር እዩ ኦኬ እቲ ገንዘብ ከኣኒ መሬት ሒዞም ነቲ መሬት ተቋጻጺሮም ንዓና ፋልሶ ምግቢ እንዳሃቡ ድሕሪ መሬት ተቋጻጺሮሞ ኣበይ ክዘርእ ኢኻ ናይ ግድን ባርያ ክትከውን ኢኻ ንዓኻ ከማን ኣየስርሑኻን እዮም ሕጂ ኣይኣምኑኻን እዮም ድብሉኻ ሮበት እዮም ባምቡላ እዮም ዝፈጥሩ ዘለዉ እቲ ዝዓበየ ወናኒ መሬት መሬት ሕርሻ፣ ሕርሳ ኢለ፣ ሕርሻ ኮይኑ ዘሎ ቢልጌት እዩ። እቲ ዝዓበየ ኣብ ዓለም ወናኒ ከመይ ጌሩ ወኒንዎ እንታይ ሂቡኩም ደቂ ነጋውስ ኣዛናጊዕና ምስኣቶም ንዓና ጥራሕ ኣይኮነን እዚ ንኩሉ ዓለም እንዲ ግን ንሕና ክንባራበር ኣለና ምክንያቱ ኣትሊስት ንሳቶም ሕግታት ገለ ኣለዎም ብኡኡ ተካቲዖም ኣብ ገለ ነገር ክበጽሑ ንዓና የብልናን ንሕና ዜሮ ብዜሮ ኢና ዘለና ሕግና ተፈሪሱ ዓድና በሪሱ ውግእ ኣሎ ገለ እንተ ሕጂ ንሕና ዝያዳ ክንሰርሕ ኣለና ንማለት እዩ ኦኬ ቢል ጌት ክልተ ሚእቲ ኣርባዓን ክልተን ሽሕ ኤከር ኤከር ትፈልጥዎ ኢኹም ኤከር ብጣዕሚ ብዙሕ ክልተ ሚእትን ኣርባዓን ክልተን ሽሕ ኤከር ክንዲ ሆንግ ኮክ እዚኣ ሆንግ ኮክ ከኣ ፈቲና ኢና ኣለና ኤርትራ ሆንግ ኮክ ክንገብራ ደሊና ክንዲ ሆንግ ኮክ ዝኮን መሬት ዝሕረስ ኣሎ ሓደ ሰብኣይ ካበይ ኣምጺዎ ኣስተውዕሉ ኦኬ እሱ እዩ ከኣ እዚ ዲፖፕሌሽን ዝብል ቫክሲነሽን እዚ ኤይ ዘይብሎም ናይ ኤይ ዝውግኡ እዞም ኦቦላ ዘይብሎም ኦቦላ እዚ ኩሉ ናቱ እዩ ከም መጽሓፍ ቅዱስ ኣይትጽልዎ ኣንበሳ እዩ ንፉዕ እዩ ነቲ ናቱ ዘድልዮ ይገብር ኣሎ ሃህ ኢልና ንክሎሶ ኣሎና ok ሃህ ኢልና ንክሎሶ ኣሎና ንሕና ጥራህ ኣይኮናን ደቂ ነጋውስ ንሕና እቶም ንሕና ኢና ፈላጣት ዝባሃሉ ከማነይ ይወስድዎ ኣሎ ምሁር ኩሉ ግዜ እንታይ ይባሃል ዋይዝ ለባም ማለት ኣይስምዕን እዩ ዝብለኩም እዚ እዩ ብዝኾነ ክንዲ ሆንኮክ ዝኾን መሬት ኣለዎ ንሱ ድሌቱ ክሓርሶ ክእል እዩ ተደልዩ ስሙ ክሓርሶ እዩ ተደልዩ ከም ወዲ ምድሂን በራድ ሓሽሽ ከብሎ እዩ ተደልዩ ጹሩይ እክሊ ገይሩ የምክን ካብ ወርቂ ከብር ገይሩ ክሸጦ ይክእል እዩ መሬቱ እዩ ኦኬ ንሕና ባዕልና ሂብናዮ ኣፍና ከፊትና ኣብ ጋጀት ወይ ከዓ ኣፍና ከፊትና ክስታይ ተወጊና ኤኒወይ እሱ እዩ ትብልጌ ዘይፈልጦ ሰብ የለን እዚ ምቁፅፃር የምጽእ ከም ዘሎ ይረኤ። እዚ ንምቁጽጻር ከም ዝኾነ ፍሉጥ ከምዚ ድበልኩኹም እየ ኣይፋል ክንብል ኣይንኽእልን ንሱ እዩ ክትባት ዋጋ እየ ኣይፋል ክንብልስ ንምንታይ ዘይንኽእል እሱ እንድዩ ዋጋ እየ ናይ ክትባት ዋላ እቲ ሰብ ድሕን ግዒሩ ድሕን ኡይ ኢሉ ጥራሕ እዩ እቲ መንግስቲ እንተደየሎ ዓበይቲ ኩምፓንያታት ስለዝኾነ ነቲ መራሒ ኣውጽእ ኣቢሎም ካልእ መራሒ ኣብ ኩሉ ዓል ኣብ ኩሉ ዓለም እቲ መራሒ ከማኔ መርፍእ ክወግእዎም ምኮዮም ኣብ ኤሮጳ ከምኡ ገብርዎም እዮም ማዓስ ሳይንቲስት እዮም ደጥፍኡ ኦኬ መርፍእ ወግእዎም ሃርት ኣታክ ሒዝዎ እዚ ሃርት ኣታክ ኣብ ኤርትራ ጥራሕ ኣይኮነን ዘሎ ሓደ ዓሌት ኣነ ነጊረኩም እየ ነዛ ዓለም ዘዛርዎ ዘዛውርዋ ክልተ ዓበይቲ ኣለዉ ፈልጡ እዮም እቲ ኣካይድኦም ፍሉጥ እዩ ኦኬ መብዛሕትኡ ሰብ ይፈልጥ እዩ ግን እቲ ዝበዝሐ ማጆሪቲ እቲ ዝበዝሐ ሰብ ግን እዚ ዝረቀሰ ስለ ዝኾነ ንዕኦም ብጣዕሚ ከቪድዩ ኣብቲ ከምቲ ዝደልይዎ ክገብሩ ማለት እዩ ኦኬ ኣይፋልክን ኦኬ ፍረ ጥረ ጥረታት ፍረ ሕጂ ፍረ ኣነ ብፍረ ተዛሪበ ነይረ ምክንያቱ ወረቀት ኣይብላዕን እዩ ዋላ ኣሽሓት ገንዘብ ይሃሉ ኣብ ባንክ ድሕን እቲኻ ቁፅሪ እዩ ዲጂታል ናምበር እዩ የለን ኬድካ ወድሕን ዋላ ሚእቲ ቢልዮን ኣሎውካ ኣብ ባንኪ ኬድካ ከተስከሞ ተሰኪምካዮ ክትከይድ ኣይትኽእልን ኢኻ ኣይብጉኻን እዮም ኣየፍቅዱልካን እዮም ፒሬድ ግን እቲ ቁጽሪ ኣሎ ኦኬ እሳቶም ከኣ እቲ ገንዘቦም ስለ ደብልዎ እንደገና ኮፒ ኮፒ ኮፒ ኮፒ ይገብሩ እዮም ኤኒወይ እሱ እዩ እቲ ሽግር ፈጢሩ ንኣሜሪካ ሽግር ዝፈጠረላ ንሱ እዩ ብድኾነ ሕጂ ንሕና እንታይ ክንገብር ኣለና ደይበሰለ ኦርጋኒክ ዝኾነ ደቂ ኣንስትዮ እየ ዝብለክን ዘለኩ ንኣንስቲ ድቅሳይ ትሕደራ ዝኮነ ሰበይቲ ኣብ ኤርትራ ጥረ ከተውሕስ ክትክእል ኣለዋ ጥረ ከተውሕስ ድሕን ኮይና እቲ መንግስቲ ነዚታት ዘየድሊ ከርሕቅ ክክእል ኣለዎ ኣርባዕተ ነጥቢ ኣርባዕተ ነጥቢ እዚ ምውሓስ ናይ ሰብ እዩ ምውሓስ ናይ ደቅክን ናይ ደቂ ደቅክን እስኻትክን ደቅክን ስለ ዝዓበክን ኣይትሓስባሎም ንእሽተይ ነቶም ደቂ ደቅክን እንታይ ክኾኑ እዮም እዚኣ ንእሽተይ ኣብዚኣ ጽንሕ ክንብል ክንክእል ኣለና። ፍረ ጥረ ኩሉ ኣብ ትሕቲ ምቁጽጻሮም ጌሮሞ ኣለዉ እየ ኣብ ትሕቲ መሬት በብዓይነቱ ፍረታት ኣቅሚጦም ኣለዉ ፍሉጥ እዩ ኤርያ ፊፍቲ ፋይፍ ገለምታት ዝበሃል ትሕቲ መሬት መሬት ኣሎም ፍሉጥ ኦኬ ገዛውቲ ትሕቲ መሬት ዘለዎም ኣለዉ ድሕን ገለ ነገር ኮይኑ ፈጣሪ ግን ፈጣሪ ግን ሻጥር እዩ ብድሖነ ብዝኾነ ስለዚ ንሕና ከኣ በቲ ዓቕምና እታ ፈጣሪ ዝሃበትና እንሄለ ፈጣሪ ከኣኒ ኢንፎርመሽን ኣምጻልና ኣሎ ከም ገለ ከም ገለ ጌሩ ንጠቀመሉ ሕጂ ንሕና ኣዴታት ኤርትራውያን እንታይ ኢና ክንገብር ዘለና ክንተሓባበር ኣለና ደቅሕና ደቅና ከነውሕሰሎም ክንክእል ኣለና ከመይ ጌርና ነውሕሰሎም ሽግር ኣይኮነን ምግቢ ክወሓስ ዘለዎ ኦኬ ምግቢ ድሕን በሊዕካ ኢኻ ክትነብር ትኽእል ኦኬ ምግቢ ጥራሕ እበር እቲ ካልእ ካልእ ዝመጺ ምግቢ ብጣዕሚ ኢምፖርታንት እዩ ኦኬ ኦኬ ንዓታቶም ንዓታቶም ማለት ድዩ ንዓታቶም ዝተሓጋገዝዎም ድማ ፈጠርቲ ውግእ ኣለዉ የ ንዓታቶም ዝተሓጋገዞም ነዚኦም መሬታት ክዕድጉ ከስፋሕፍሑ ከዓ በዓል ወዲ መድሂን በራድ ከዓ በቲ ንሰብ ዲስትራክት ይገብርዎ ኣለዉ ኦኬ እምበር ጥዑይ መራሒ ነይሩ ተትኾን ኣብ ኤርትራ ኣትሊስት ምተዋሓሰ ነይሩ ናይ ምግቢ ምግቢ ከዓኒ ዘሪእካ ከዓኒ ከተቀምጥ ትኽእል ንሕማቅ ግዜ ከተቅምጥ ትኽእል ኢኻ ካብ ደብሰልዎ ካብ ኣፍ ክትጽበ ዳሕራይ ኩሉ ግዜ ካብ ተቀበልቲ ንኾን ህዝቢ ኤርትራ እኮ ባዕሉ እዩ ዝነብር እዚ መንግስቲ ኣየካይደን እዩ ዘሎ ህዝቢ ኤርትራ ባዕሉ ሰቡ ኣልዩ ዝነብር ህዝቢ እዩ ኦከይ ስለዚ እሱ ድሕን ከይዱ ሓደ ሓደ ሰባት ድፈርሑ ኣለዎ ኢንፋክት ጸልማት እዩ ክቅንጠጥ ኦከይ እዚ ክንፈልጥ ክንክእል ኣለና ምክንያቱ ንዕኡ ዕድል ተዋሂቡ ዘሎ ንምንታይ ኡስ ኢሎምሉ ትፈልጡ ዶ ከምዚ ገይሮም ብሒቆም ከውፅዎ ክእሉ እዮም ንምንታይ ኡስ ኢሎምሉ ኣሎ ምክንያቱ ነቲ ህዝቢ ብምልኡ ሸሪዎ ስለ ዘሎ ኦከይ ሕጉሳት እዮም ንሳቶም ኦኬ ኦኬ ደቂ ኖጋት ፕሊስ እዚ ክንሰርሓሉ ክንክእል ኣለና እዚ ንኩሉ እንድዩ ግን ብዝያዳ ብዝያዳ ነተን ጠኒስክን ተቐንዚኽን ትወልዳ ኣብዚ ዓለም እንታይ እዮም ክበልዑ እዚ ክንፈልጥ ክንክእል ኣለና ኣበይ ኢና ንገድፎም ዘለና ኦኬ ብወረቀትን ብጨርቂ ወዲ ጨርቂ ብማተርያል ዲና ንሕና ክንታለል ኦኬ ፍረ ኢልና ኢና ንዓታቶም ተሓጋገዝቲ ኣለዎም ኢልና ኢና ከም በዓል ወዲ መድሂን በራድ ወዲ መድሂን በራድ መጺ ስዑዲ ዓደግ ዓደግቲ ኣቁሑት መዓልታዊ ኣጣቃቅዕ ኣጣቃዕቲ እየ ሕጂ ካብዚ ኒሕና ን ንመንግስቲ ኤርትራ ዘጣቕዑ ዘለዉ ንመንግስቲ ንዝኾነ መንግስቲ ንመንግስቲ ኤርትራ ጥራሕ ዘይኮነስ ንዝኾነ መንግስቲ ነቲ ህዝቢ ጽቡቕ ጌሩ ዘይሕዞ ድሕን ተጣቕዕ ኣለኻ ኣንጻር ማርያም ኣንጻር መሬት ኣንጻር ፍጥረት ኣንጻር ሰብነት ኣንጻር ሃይማኖት ከማን ኣንጻር ምህላው ኢኻ ትኸይድ ደለኻ እዚኣ ደለኺ ክትፈልጢ ኣለኪ ኣነ ኣሰብኡት ትብል መሳኪን እዩም ኣሰብኡት ኦኬ ኣንስቲ ድሕን ነቒሕና ኣሰብኡት ከም ዝስዕቡና ኣነ ፈልጥ እየ መሳኪን ክብል ከለኹ ንዓና ክሕርቑና ስለ ዘይደልዩ እዮም ዝስዕቡና ዝመስለኒ እምበር ኦኬ ኣይመስለንን እዚ ክፍኣት ግብሪ ክግበር ከሎ ኖእ እንተ ንብሎም ኣይ ቲንክ ምሓሰብሉ ኔሮም ኢለ ይሓስብ ኣነ ኤኒወይ ግን ካብ ሰብ ናብ ሰብ ጥዑያት ኣንስቲ ኣለዋ ጭዋታት ኣንስቲ ኣለዋ ደይ ከኣ ንደይ ጭዋታት ኣለዉ ከምኡ ከኣ ኣሰብኡት ኦኬ ስለዚስ ጭዋ ንኹን ዋላ ከማነይ እቲ ጭዋ ደይ ምዃን እቲ ድንቁርና ዘምጾ እንድዩ ግን ክንፈልጥ ኣለና ኦኬ ንሕና ጽቡቅ ኣለና ማለትስ ደቅናስ እንታይ ኢና ነውሕሶም ደለና ኣበይ ዓዲ እዮም ዘለዉ ከመይ እዮም ዝኾኑ ዘለዉ ናይ ጸለምቲ እንታይ በጻሕንዎ ጸሊም ወዲ ወሊድክን ተጠንቅቕ ኢልካ ምጥንቃቕ ዶ ሓይሽ ዋላ ኣብ ዓድኽን ሰፋሕፋሕ እንዳበልክን ዘለኽኖ ሰዓት ትኸዳ ትምት ሓንቲ ጸላም ሰበይቲ ወዲ ወዲ ጸሊም ወሊዳ ደቂሳ ኣይትሓድርን እያ እዚ ክንፈልጥ ኣለና እዚ ናይ ብሓቂ እዩ ኦኬ ሶሲ ኣብ ምንቲ ምንታይ ጸባ ድሕለብ መሬት ከለና Anyway እንታይ እየ ዝብል ነይረ ሕጂ ናይ ወዲ መድሂን በራድ ናታቶም ሰራሕተኛ እዮም ምክንያቱ ኣብኡ ባንኪ ሰልዲ እትው ኣሎ ኢንቨስት ይገብሩ ኣለዉ እስኻትክንሲ ዘጣቃዕክና ኣሎም ንሕና ዘጣነ እኳ ይጠቃልኒ እተን ዘጣቅዑ ኣጣቂዖምሲ ንዕአን ዘይኮነሲ ነቶም ባራዩ ናይቶም በዓል ቢልጌት ማለት እዩ ኦኬ ሕጂ ሓደ ፀዊዐዮ ቢልጌት እምበር መዓት ኣለዎ ከምኡ እሱ ግን ኣይግድሾን እዩ ኦፐንሊ ኦፐንሊ እዩ ወጺኡ ዝዛረብ ኣይግድሾን እዩ ምክንያቱ ኣባጊዕ ምኳንና ፈልጠና እዩ ኣንስቲ ንምንታይ እንታይ ክንገብር ኣለና ንሕና ስለ ንሕናስ እንታይ ክንገብር ኣለና ንሕና ስለ ንወልድ ንዓኽን ሂበክን ኣለኹ ምክንያቱ ናተይ ሓሳብ ኩሉ ክኸውን ኣይክእልን እዩ እፈልጥ እየ ናታትክን ሓሳብ ካብ ናተይ ሓሰብ ዝበለጸ ክኸውን ስለ ዝኽእል ኣንስቲ እንታይ ክንገብር ኣለና ኒሕና ስለ ንወልድ ሂወት ናብዛ ዓዲ ዲሕና ስለ ነምጽ ክንመውት ደሊናስ ኢና ከኣ ንወልድ እሱ ኢልካ ኣይኮነን ኦራይት ስለዚ እንታይ ኢና ክንገብር ዘለና ክንሓስብ ኣለና ናባኽን ገዲፈ ኣለኹ ንመራሕት ንመረት ንመሬት ክንሕግዛ ክንሕግዛ ዶ ይሓይሽ ደቅና ደቂ ደቅናን ክትምግበልና ኦኬ ንመሬትሲ ክንሕግዛ ዶ ይሓይሽ ንደቅና ንደቂ ምክንያቱ ካብ መሬት እዩ ሰብ ዝበልዕ ካብ ሱፐር ማርኬት ኣይኮነን ኣብ ሱፐር ማርኬት ቅድሚ ምምጻኡ ኣብ መሬት እዩ ዝዝራእ ዘራኣይን ሓፋሳይን ኮስኳሳይን ሰብ ትድሊ ሕጉስ ብፍቕሪ ኖት ብማሽን ዝተሓዋወሰ ምክንያቱ ኢሉ እዩ ንሱ ኣነ ኣብቲ ናን ኦርጋኒክ ኣርቶፍሻል ስጋ ሰብ ክበልዕ ማታን ከብድን ድዩ ኩሉ ሰብ ገጅፉ ድበልዐ ድበልዐ ኣይኣክሎን እዩ ስለዚ ጥዑይ ጥራሕ ክተብልዑ ኣይትክእልንሃ እሞ እንታይ ድኣ ክንገብር ሽግር ፈጥሩ ኣነ ኢለኩም እየ ዳሕራይ ከኣኒ ድደለይዎ የእትዉ ነቲ ሽግር መሐከሚ እሳቶም እዮም መጀመርታ ግን ሽግር በብዓይነቱ ሽኮራት እንዳብጽሑ ዘጽሚ ነቲ ሰብ ከክንዲ ስታላ ነተን ከብቲ እንዳወግኡ ኣንቲባዮቲክ ነቲ ሰብ ከብቲ ድመስል ገይሮሞ ከብዲ ገጅፉ መምልኢ እሞ ኣርተፍሻል ንምልኣዮ በዓል መን እዩም ኣርተፍሻል በዓል ቢልጌት ኢዚ እዚ ቆልዓ ድፈልጦ ነገር እዩ ክንእደብ ክንክእል ኣለና ካብዚ እንታይ ንብል እንታይ ንገብር ንመን ንሕግዝ ክንፈልጥ ኣለና ነቶም ድሕግዞም መታን ነቶም ንዓና ቀተልትና ክኾኑ ስለ ዝኽእሉ ንማለት እዩ ደቂ ነጋውስ ብዝያዳ ነን ደቂ ኣንስትዮ ኦኬ ናይ ወይ ናይ ወይ ናቶም ድሌታቶም ወይ ናቶም ማለት እዩ ወይ እስኪ ትምግበና ኦኬ ናቶም ድሌታቶም ዝገብርዎ ክንገድፎ ኦኬ ደም ቶክሲክ ኦኬ እቲ እንታይ ድሌታቶም ዝገብርዎ ክንገድፎ ክንገድፍ ደሞ ቶክሲክ ኤኒዌይ ሕጂ ድሕን ብዙሕ ነገራት ጓሓፍ በሊዕካ ሕማም ትፈጥር ኣብ ከብድኻ ኣብ ነብስኻ ዲቶክሲ ክትገብሮ ከቢድ እዩ ስለዚ ኒሕና እቶም ሓረስቶት ከነታባብዖም ኣብ ዓድና ተዘሪኡ ከም ቀደሙ ሓፊሱ ጥዑይ ምግቢ ክንበልዕ ከነታባብዕ ኣለና ከመይ ጌርና ንገብር ንዑኡ ዘታባብዕ መንግስቲን ሓላፍን መራሕን ናይ ኣግሊካልቸር መራሕን ክስ ክስማዕ ዘለዎ ሰብ ክንሓሪግ ኣለና እዚ ናይ ዝኾነ ሰበይቲ ኤርትራዊት ናይ ግድን ክትገብሮ ዘለዋ እዩ so ክንገብሮ ክንክእል ኣለና ኦኬ ንምንታይ ኣብ ኤርትራ ሰብ መሬቱ ዘይሓርስ ያ ንምንታይ ኣብ ኤርትራ መሬቱ ዘይሓርስ ንምንታይ መሬቱ ይሕድጎ ኣሎ ንምንታይ ሓሽሽ ወዲ ሓሽሽ ይዝራእ ኣሎ ዋይ ንምንታይ ንምንታይ ከምዚ ናይ ቢልጌት ብልጌት ዝኾነ ደይኮውን ነገር ኣርተፍሻል ዘሪኡ ሰብ ከብዱን ገለ መሊኡን የነፋፍሕ ኣሎ ወዲ መድሂን በራድ ከ ንምንታይ ብዙሕ ቦታታት ኣብ ኤርትራ ሰብ ክሓልፎ ዘይክእል ገይርዎ ኣሎ በዛበ እንዳሓለወ ንምንታይ ኣነስ መስሓቅ መስለኒ ነይሩ ስጋዕ ዝቀረባ ከተማታት ምሸት ኣይትውፃ ቶም ኣዛብእ መፅኦም ከይበልዑዋ ናይ ምንታይ ኣዛብእ ኣዛብእ ኣለዎ እንዶ Wake up ደቂ ኣንስትዮ ኤርትራውያን ኦኬ ኤርትራሲ ብፁሩያት ደማት ምዃስ ብደቂ ኣንስትዮ ክወልዳ ጥራሕ ዝግበአን ድፈሰሶ ደምሲ ብካልኦት ኤርትራውያን ክሽካዕለለሉ ኣይግበኣን ኣነቢ እንታይ ንስኻትክን ትብላ ንዓኻትክን ገዲፈልክን ኣለኹ ኦኬ ተሓቢ ተሓ ተሓቢ ተሓ እዚ እስኪ ንምንታይ ኤርትራውያን መሓ- ሓረስቶት ዘይሓርሱ ተሓቢኦም እ፣ መጺኦም ኦኬ ኣብ ኣነ ዝከረንሲ ኣስመራ ከይደ ከለኹስ ነቲ ኣፍ ካፍቲ ቦታ ወተሃደርነት ዝኾኑልሲ ካብኡ ተሓቢኦም መጺኦምሲ ግራቶም ክርእዩ ሕጂ እተን ኣንስቶም ከኣ መሰጅ ክእልኡኽ ክሰዳሎም ከለውስ እቲ ድንሽካስ በቂሉልካ እዩ እቲ ድዘራእካዮስ ፈርዩ ኣሎ ዶ ጨልጊዑ ኣሎ ዶ ገለ መልካ ድብል መሰጅ ይሰዳሎም ክንዲ ምንታይ ማሕረስ ንሓረስታይ ኢምፖርታንቲ እዩ ኦኬ ኣነ ናፊቀካ ኣለኹ ሰብኣየ መዓረይ ኣይኮነን እቲ ግራትካስ ይበቁል ኣሎ እቲ ዘሪእካዮ ዝኸልካስ ወጺኢልካ ኣሎ ራኢ ክንዲ ምንታይ ኣጨኒቅዎ ኣሎ ነቲ ህዝቢ እቲ ሓረስታይ ክሓርስ ዝግብኦ። ብዝኮነ ኣነ እዚ ናተይ ኤክስፔረንስ እዩ ኣነ ዝረኣክዎ ንስካትክን ከ እንታይ ትብላ። ፈትወኩም እየ ፈትወኩም እየ ፈትወኩም እየ ከኣ ኢለኩም ዶ ሎምስ እንታይ ይበሃል ጥራሕ ኮይኑ ኦኬ ኣይ ቲንክ እቲ ግዜ ይመስለኒ ኣብ ኩሉ ዓለም ኩሉ ሰብ ይበራበር ኣሎ ኣይ ቲንክ ከምቲ ድመስለኒ ኣይ ሆፕ ንዓኹም ክኣ ከምኡ ይመስለኩም የምክን ክኣ ንዓኻ ንበይነይ ይኾን ኣይ ዶንት ኖው ኤኒወይ የዳልዎዎም እንታይ እዩ እዚ ሕጂ ኦኬ መጽ ስራሕ መሬት ሂወት እዩ ኦየ መጽመርት ክሳህ ክሓርስ መሬት ሂወት መሬት ሂወት ኣለዎ ኦኬ የዳልዎም ድዮም ዘለዉ ኸሉ ናይ ዘይ ኩሉ ናይ ዘይሓሽን እዚ ኮሎናይዜሽን ኮሎናይዜሽን የዳልዉና ድዮም ዘለዉ ኮሎኒ ይመጽእ ኣሎ ኣነ ነጊረኩም እየ ነጊረክን እየ ደቂ ነጋውስ ንዓኻትክን ነተን ኣንስትዮ ሎማዓልቲ ተቆኒነ መጽኤክን ኣለኹም ኣብ ዓለም እቶም ሓያላት ገንዘብ ዝኣከቡ ዘቕመጡ ከመይ እዩ ኣብቲ ኮሎናይዜሽን ቢትፉል ጸሓይ መጽያ ኣብቲ ኮሎናይዜሽን ማለት ትፈልጡ ኢኹም ኣብኡ ድዮም ክምለሱ ዋላ ናይ ውልቀ መላኺ ናይ ንግስነት ድዩ ዋላ ናይ ኮሚኒስት ድዩ ዋላ እንታይ እዩ እዚ ይበሃል ኣሎ ሓድሽ ኢራ ሓድሽ መድረኽ ኣቲና ስለ ዘለና ኦኬ ከመይ ኢና ክንሕዞ እዮም ዝብሉ ዘለዉ ደቂ ነጋውስ ከመይ ኢና ነዚ ዓለምሰ ከመይ ከነካይዳ ሕጂ ኩሉ ግዜ እቲ ዓንተር እዩ እስኻትክን ከኒ ንክትድቆሳ ንክንደይ ኣሽሓት ሲ ክትሓብርኦ ዲኸን ደቂ ነጋውስ ደቂ ኣንስትዮ ደቂ ኤርትራን ደቂ ኣንስትዮ ክትሓብርኦ ዲኸን ፕሊስ ንደቅኸን ከዓ ነገረን ይኸን ድሕን ደይተረደ ደይሰምዓ ኮይነን ነዚ ናተይ ነገር ኦኬ ነዞም ok so ብዙሓት ሰባት ኣሻቂልዎም ኣሎ እዚ መገዲ እዚ መክድ እዚ እዚ ነገር እዚ እዚ ሕጂ ዝከውን ዘሎ ብዙሓት ሰባት ተሻቂሎም ኣለዉ ካብዚ ኩሉ ደም ፈሲሱ ክንደይ ነገራት ወጺና ካብዚ ናይ ንግስነት ዝበሃሲ ሕጂ ከዞም ሃፍታማት ንዓና ተጻዊቶም ከማያ ድሕን ዓሻ ኮንካ ይሽክዑኻ ዝኾነ ነገር ሽኮር ዋላ ካረሜለ ሂቦም እታ ናትካ መሕረሲት ሒዞምልካ ከዱ ግን ክትባራበር ክትስእ ክትክእል ኣለካ ንሕና ከኣ ንግዕር ንሕና ከኣ ንዛረብ ኣና ሕጂ ብዙሕ ሰባት ተቢሎም ኣለዉ ተሸቀልቀል ኢሎም ኣለዉ ምክንያቱ ዝበዝሐ ሰብ ስለ ድምጺ ዘለዎ ይፈርሑ ኣለዉ እቲ ድበዝሐ ሰብሲ ኣብ ምንታይ ኮን የእትወና ዝብል ኩሉ ተማሃረ ኩሉ ዩኒቨርስቲ ዘለዎ ፈላጥ ማለት ኣይኮነን Yeah ok ብዙሕ ok ብዙሓት ሰባት ኣሻቒልዎም ኣሎ እዚ መንገዲ ንምንታይ ok ok ንምንታይ ሕጂ ንሕና ተማሂርና ኢና ምሕራስ ሓሪስካ ከም ዝብላዕ ንሕና ተማሂርናዮ ኢና ሕጂ ግዜ ኢስተር ስለ ዝኾነ ኣነ ብዙሕ ጻይጤሉ ኣለኹ ኢስተር ማለት ኢሽጣር ኢሽጣር ምሂራትና እያ ኢሽጣር ዝሃበትና እቲ ሰበይቲ ከመይ ጌራ ከም ትወልድ መሬት ከመይ ጌራ ከም ትወልድ እንደገና ከኣ ከም ዘይንመውት እንደገና ከም ንመላለስ ሽዱሽተ ወርሒ ንነብር ሽዱሽተ ወርሒ ትሕቲ መሬት ክንበቁል ንኣቱ እቲ ሞት ዝበሃል እዩ ዝመውት ነገር የለን ኤነርጂ ፀሓይ ኣይትመውትን እያ ኦኬ ኤነርጂ ኣይመውትን እዩ እዚ ሳይንቲፊክሊ Proven እዩ ኣብ ካልእ ከይወስደኩም እምበር እሽጣር ምሂራትና እያ ንዓና እዚ ናይ ኢስተር ሰዓት እዚ ናይ ሕማማት እዚ ጾም ጾም ናይ ሕማማት እዚ ናይ ሕማማት እኳ ኣይፈልጥን ናይ ምንታይ ግን እቲ ጾም ኣርብዓ መዓልቲ ጾም ድጽዎም እንድዩ ኣርብዓ ለይቲ ኣርብዓ መዓልቲ እቲ ጾም ናብ ነፍስኻ ምምላስ እዩ ኦኬ ድሕን ጸም ጼምካ ሰልፍ ድስፕሊን ትገብር ኣብ ነብስኻ ጾም ክበሃል ከሎ ካብ ብልዒ ካብ ስጋ ካብ ገለ ካብ ገለ ወይ ከኣ ደይበላዕካ ውዒልካ ምሸት ምብላዕ ከ no ቤትኤል ኩለን ህዋሳታት ኢኻ ትጾም ኣነ ጾውሚ ኣነ ሃይማናዊት ዲኺ ብላ ሃይማናዊት ኣይኾንክን ግን እንታይ ምዃኑ ትርጉም ጾም እፈልጦ እየ ይጸውም እየ ክትጸውም ከለኩ ከኣ ብጣዕሚ እየ ዝጸውም ክጽሊ ከለኩ ከኣ ብጣዕሚ እየ ዝጽሊ ግን እቲ ጾም ክትጽወም ከሎ በተን ሓሙሽተ ህዋሳታ እቲ ዋላ ድሕን ሓሳብ መጺኡካ ከመ ነቲ ሓሳብ ከከማኒ ንኣኒ ኣይሓብሮን እየ ክትብል ኣለካ እንታይ ትርኢ ኣበይ ትሰምዕ እንታይ ትገብር ኩሉ ካብ ኩሉ ክትጸውም ኣለካ ኦኬ ኣነ ሰብ መጺኡ ገዛይ ድሕን ሓወይ መጺኡ ብጣዕሚ ኢና ምስ ሓወይ ክሎዝ ንዕልል ብዙሕ ሰዓታት ኢና ንዕልል ኣብቲ ናይ ትጾም ናይ ናይ ጸሎተይ ሰዓት ድሕን ኣለኹ ግን ዋላ ኣቲ ስጋዕ ዝወጸ ከማን ኣይርዳኣንን እዩ ኦኬ ኣብቲ ናይቲ ሞድ ናይ ጾሎት ስለ ዝህሉ ስለዚ ክንጽሊ ከለና ከማን ክንፈልጦ ክንክእል ኣለና ብሚእቲ ካብ ሚእቲ ሽዑ ድልየትና ኢና ንገብር ብዝኮነ ሕጂ እዚ ጾሎት እዚ ዘሎ እዚ ዝጠዓመ ግዜ እዩ ንሓደ ነገር ንክልውጠልና ኦኬ ሕጂ ናይ ኣስላምን ናይ ክስታንን ናይ ካልእ ሃይማኖትን ገና ይጸውም ኣሎ እዚ ሰዓት እዚ እግዚኣብሄር ኣምላኽ ጊፍት ሰዲድልና ኔሩ ከም ኮሮና ዝበሃል ባዕላቶም ዝፈጠርዎ እንድዩ ከምጻና ኣብዚ ከምጻና in the here and now present ክንኮን ኣብ ሕሉፍ ኣብ ቅድሚት ንኸይንነብር ጽባሕ ንግሆ ኣይንፈልጥን ኢና ኮሮና ክቀትለና ኢዩ ዝብሉ ሰባት ኣለዉ ናይ ቀደም ከኣ ሓሊፉ ስለ ዝኾነ ኣብ ሕጂ ሕጂ እንታይ ክንገብር ኢና ኣብኡ ኢዩ ብዙሕ ሰብ ኮይኑ ዘሎ እዚ ከማን ንዓና ተጎልበበ ነገር ክኸውን ይኽእል ኢዩ ንዓና መብርሂ ኢና መበል ኢና ሕጂ ደቂ ናጋውስ ክብለኩም ዝደሊ ዘለኹ ኒሕና ሕጅስ እንታይ ኢና ክንገብር ዘለና ናበይ ኢና ነብል ዘለና ናህና ነገራት ኩሉ ነገር ጽቡቅ እንዳኾነ እሞ እንታይ ኢና ንደሊ ብሓደ ሰብኣይ ዲና ክንግዛእ ነጋውስ ፋሚሊ ፈጢሮም ድዮም ክገዝኡና ዋላ ኩሉ ዘለና ተኻፊልና ዲና ክንብር ዋላ ናጻ ኮይና ከምቲ ፈጣሪ ዝፈጠረና ናጻ ኮይና ክንነብር ኣብ ትሕቲ ሕጊ ንዓኹም ገዲፈልኩም ኣለኹም ስለዚ ምክንያቱ እንታይ ይብሉ እዞም ኢንድያን ረድ ኢንድያን እንታይ ይብሉ ኣብ ውሽጥና ክልተ ኣዛብእ ኣለዉ ኦኬ ነቲ እቲ ሓደ ሕማቕ ዝብኢ እቲ ሓደ ከኣ ጥዑይ ዝብኢ ሕጂ ነቲ ዘብላዕካዮ እዩ ዝሰብሕ ሕጂ ነቲ ሕማቕ ዝብእና ድሕና ኣብሊዕናዮ ወይ ከሓንጎል ማለት እንድዩ ዝብኢ ከምዚ ንሕና ንፈልጦ ዝብኢ ኣይኮነን ዝብኢ ብዙሕ ጽቡቅ ነገራት ኣሎ ምሳቶም ብዝኾነ ሕጂ እቲ ንሕና ደብላዕናዮ ስለ ዝሰብሕ ንሕና እንታይ ኢና ደቂ ነጋውስ ነብልዖ ናይ ጽቡቅ ዲና ነብልዕ ነስብሖ ዘለና ዋላ ናይ ሕማቅ እዚ ንዓኹም ገዲፈልኩም ኣለኹ ምክንያቱ ንሕና ርእስና ሒዝናዮ ብዝኾነ ስለ ንኸይድ እዛ ኣብዛ ነብስና እዛ ነብስና ድሕን ሕማቅ ንሓስበላ ኣለና መጀመርታ ንሕና ኢና ንጉዳእ መጀመርታ ሕጂ ሰበይቲ ኮንካ ከኣስ ጽቡቅ ክትሓስብ ክትክእል ኣለካ ኩሉ ውላድካ ክከውን ክክእል ኣለዎ ወደይ ጥራሕ ክትብል ወይ ከኣ ጓለይ ጥራሕ ኣይግባኣን ጌጋ ኢዩ ኩሉ ውላድና ምኳኑ ክን ኮኔክትድ ኢና ከኣ ኮኔክት ኣይመስለንን እምበር ኮኔክትድ ኢና ኣነ ብዚ ድሕን ሓዚለ ኣብቲ ካልእ እታ ናተይ ምሕዛን ወይ ንእሽተይ ከም ትግፎ ፍልጥቲ እያ ኣብዚ ድሕን ተሓጊሰ ኣነ ብዙሕ ሓንሳ ሓንሳብ ክስሕቅ ገለምታት ደስ ኣይብለኩምን ግን ጽቡቅ እዩ ዋላ ምሽ ዳኣ ኣነ እቲኣ ባተርፍላይ ኢለኩም እያ ኣሎ ሕጂ እቲኣ ባተርፍላይ ፋልፋሊና እንታይ እዩ ወዲ ድብሃል ባተርፍላይ እታ ባተርፍላይ ፋልፋሊና በብዓይነተን እንድየን ግዝዋ ገለመለ ዝበሃል ኣሎ ሽማ ሕጂ ርሒቑኒ ኣሎ እሳ ከማንሲ እብሉ ነጎዳ ትፈጥር ኣብ ዓለም ንእሽተይ ምሽ ፈርፈር ትበል ነጎዳ ትፈጥር ምሽ ጆኒ ኣነ ወይ ንስካትኩም ሰብ ኮንኩም ሕጂ ኣነ ክስሕቅ ከለኩ ከኣኒ ንሰብ የስሕቆ ስሓቅ ጽቡቅ እዩ ሽግር የለን ማለት ኣይኮነን ኦኬ ግን ስሓቅ ጽቡቅ እዩ ድሕን ስሒቅካ ዓለም ትስሕቅ ምሳካ ኦኬ ድሕን ጉሂካ ሃ ንምንታይ ድም ጓሂ ሓዘን ዋላ ኣብ ኣክባር ኣነ ቲቪ ኣይርእን እየ ኣብ ኣክባር ንምንታይ ድም መይቱ ተቆሪጹ ጠራራራ ጠራራ ማእታ ንዓና ከትሕቱና ንሕና ግን ኖ ቅልዒልና ክንወጽእ ክንክእል ኣለና ok ንሕና ድደለናዮ ስለ ዝኸውን ንሳቶም እኳ ክፈልጡ እዮም ኣበይ በጺሐ ሕጂ ok ብኣሽጣር ተዛሪበ እንዲ ኣሽጣር ብመሬት ምህራትና ምሂራትና እያ ኣሽጣር ብመሬት ምሂራትና እያ እዮም ፈሊጥና ንደቅና ከዓ ነፍልጦ ok እዚ ታሪክ ናይ ኣሽጣር ተሰሪቑ ok ኢንድ እወ እዚ ታሪኽ ናይ ኣሽጣር ናይ ኢስተር ተሰሪቑ ከም ናይ መስዋእቲ ገለመታት ኮይኑ ኖ ናይ ሜሬት እዩ ናይ ሜሬት ከመይ እዩ እቲ መሬት ድዝራእ ድወፅእ ናይ ሜሬት እዩ እዚ ክንፈልጦ ክንክእል ኣለና ገሊኦም ነጋውስ ፋሚሊ ንሳባ ኢሎም ወሲዶማ ገለ ኖ ኖ ኖ ኖ ንግስቲ ንግስቲ ናይ ፍቕሪ ኣሽጣር ኦኬ የ ማርያም ማለት እዩ ማርያም ማሌት መሬት እያ መሬት ተዐንግለና እዚ ሰበይቲ ጥራሕ እያ ትፈልጦ ሰብኣይ ከማን ይፈልጦ እንድዩ ግን ማርያም ብሰበይቲ ትምሰል ኦኬ ጓል ማርያም እያ ትበሃል ክትወልድ ከላ ስለዚ ብወርሒ ስለ ድምሰል ብዝያዳ ኣነ እዚኣ ቪድዮ እዚኣ ንደቂ ኣንስትዮ ናይ እሽጣር ማዓልቲ እዩ ኦኬ ኦኬ ጥራሕ ኦኬ ሰበይቲ ጥራሕ እያ ትፈልጦም ኣንስቲ ብዘይ ንፈልጦ ኣይንጣቕዕ እየ ፕሊስ ኣንስቲ ዘይንፈልጦ ኣይነጣቕዕ ምክንያቱስ ኣዴና እሽጣ መሬት ዝሃበትና ንሕና ደቅና ንኸነዕቢ ስለ ዝኾነ ካብ ከብድና ናብ ፀባና ካብ ፀባና ናብ ፀባኣ ኦኬ ስለዚ ንዓኣ ከነኽብራ ክንክእል ኣለና ንዓኣ ንኣደን ንመሬትን ኣነ ኩሉ ግዜ ዝብል ዝኾነ ሰብ ድሕን ርኢኹሞ ንሰበይቲ ድሕን ደቂ ኣሎት ኮይኑ ኡኡ stay away ርሓቁ ካብኡ ኦኬ ንመሬት ኣቢዩስ ዝገብራ ርሓቁ ካብኡ ርሓቁ ኦኬ እዚ ኣብኡ ከሎሲ መንገዲ እዩ ዝነግር ዘሎ እንታይ ዓይነት ሰብ ምዃኑ ኦኬ ናይ ውሽጡ ናይ ውሽጡ ኩሉ ግዜ ናይ ውሽጥና ኢና ንዛረብ ኦኬ ኦኬ ሰበይ ኦኬ እንታይ ጥራሕ እያ ትፈልጦ ኣንስቲ ኣን መነጠቅ ኣንፍለጥ ኢለ ኣለኩ ኣቱም ሰብኡት ካኣ ንዓኩም ካኣ መጺኩ ኣተን ሰብኡት ድማ ተሓጋገዙ ብርድኢት ን ብሰበይቲ እዩ ብሰበይቲ እዮም ድጻወቱ ኣቱም ሰብኡት ብሰበይቲ ስለ ድጻዋወቱ ንሰበይቲ ካኣ ተሓጋገዙ ሕጂ ንኣብነት ብዛዕባ ቢዮንሰ ነጊረኩም ድየ ተቆሪጻትኒ ስለ ዝኮነት ዝደግሞ ድየ ዘለኩ ቢዮንሴ ናይዛ ዓለም ኩዊን ጌሮማ ንምንታይ ሰበይቲ ስለ ዝኮነት ኦኬ ጥንስቲ ጌሮም ከም ማዘር ኤንድ ቻይልድ ዓይነት ኣክሊል ጌሮም እዮም ነዞም ቆልዑት ሓደሽቲ ዘለዉ ኦኬ ሓንጎሎም ከብሎ ምክንያቱ ብሰበይቲ ስለ ዝወግሕ መዓት ገንዘብ ብዙሕ ገንዘብ እንታይ ይበሃል ገብሩ ዋላ እዚ ናይ ኢትዮጵያ መራሒ ብየማናውን ብጸጋማውን ክልተ ኣንስቲ ዝተሸፈና ኣለዋ ይፈልጥዮም እንታይ ገሩ ብሰበይቲ እዩ እቲ ሳይኪ ናትና ኣደ ስለ ተጥብበካ ዋላ ሕጂ ኣብ ቴሌቪዝዮናት ዋላ ኣብዚ እንታይ ባህላት ጥበን እንዳርኣያ ፍርቂ ምሽ ኮፍ ብላ ሰባት ኮፍ ኢሎም ሓድሩ ነተን ኣንስቲ ይኮንን ዝርእይዎም ደለዉ ናይ ኣዲኦም ጡብ ኣፍቲ ሳይኪ ኣፍቲ ሓንጎል ስለ ዝከይድ ኣብኡ ከንፈርት ዕረፍቲ ስለ ዝረክቡ እዮም ሕጂ እፈልጡ እዮም ከመይ ይግበሩ ዋላ ኣብ ኤርትራ ከማን ኣቢይ ክመጽእ ከሎ ፍዮሪ ዝተዋሃበ ብሰበይቲ እዩ ቡዙሕ ቡዙሕ ቡዙሕ ኣነ መንሽን ክገብረልኩም እከል እየ ሰበይቲ ዓቢ ታራ ኣለዋ ኣሰቡት ነነስቲ ሓግዝወን ልምሉም መሬት ኣብ ዓድና ክንፈጥር እዚኣ ክዓጽዋ ኣለዋ ኦኬ ኣረ ኣርቲፊሻል ስጋ ነጊሮኩም እየ ገንዘብ ገንዘብ ኣውጽኡ ንኣርቲፊሻል ሰብ ክበልዕ እዚ ጥዑይ ሰብ ከምኡ ኣይገብርን እዩ ግን ኣእሚንና እዩ ንሕና ፋልሶታት ምዃንና እቲ ቢልጌት ማለት እዩ ኦኬ እቶም ሰብኡት ሓግዙና ኢልና ኢና እዚ ውግእ ጠጠው ከብልዎ እዚ ጠጠው እዚ ውግእ ጠጠው ከብልዎ ከምዚኣ ገይሮም ከምዚያ ሸዓር መለል ዓጂን ኣብሉ እዚኣ ፀጉሪ ካብ ብሒቕ ከተውፅእ ከለካ ፅረይቲ እያ ትወፅእ ከምዚኣ ገይሮም ንወዲ መድሂን በራድ መሰውፅኦ ግን ኣይደልይን እዮም ስርሖም እዩ ዝሰርሓሎም ዘለዉ ወዶም እዩ ናትኩም ኣይኮነን ናትና ኣይኮነን ናቶም እዩ ንባራበር ኦኬ ከመይ ገይሩ እዩ ሓደ ጭፍሉቅ ሲ ድሌቱ እንዳገበረ ኡስ ክብልሉ ከማን እሳቶም ናታቶም ኣጀንዳ ስለ ዝኾነ ግን ዋላ ሓንቲ ኣይብልዎን እዮም ምስ ኣረገ ግን ካቸ ገሮም ክወቅዕዎም ይፈልጥ ይፈልጥ ይኮን ኣይፈልጥን ኣይ ዶንኖ እንታይ ኤክስፔርንሱ ግን ምስ ኣይጠቅምን ምስ ኮነ ግን ካልእ ከምጹ እዮም ሶ ክንጥንቀቅ ክንክእል ኣለና እዚ ውግእ ጠጠው ከብሎ ይክእሉ እዮም ግን ንሳቶም ስለ ሰብ ምጉዳል ዲፖፕሌሽን ባዕሉ እቲ ቢልጌት ዛረቢ ዲፖፕሌሽን ሰብ በዚሑ ቅድሚ ሕጂ ነጊረኩም ኣብቲ ናይ ዲፖፕሌሽን ናተይ ኬድኩም ረእይዎ መሰረት ሒዙ መግብታት ተቋጻጺሩ መሬት ሒዙ ምግብታት ተቋጻጺሩ ኩሉ ሰብ ኣብ ኢዱ ዋይ ኖት ኣብዚ ዓለም መፅኡ ሓቂ ኣለዎ ድልየቱ ክገብር ኣነ ኢለኩም እየ ኩሉ ነገር ኢሉጅን እዩ ኣነ ዋላ ወዲ መድሂን በራ ተበልኮ ኣነ ኣይሕዘሉን እየ ብናይ ብሓቂ እየ ድሓን ክንዛረብ ኮይነ ኣይሕዘሉ ዋላ ንቢልጌት ኣይሕዘሉ ንዋላ ሓደ ኣነ ድሕዘለይ ነዛ ነብሰ እየ ድሕዘላ ንምንታይ ገለ ዘይገብር ኣነስ ሓቂ ኣለኒ እንዶ ከምኣቶም ወደቂ ትሽዓተ ወርሒ መፅኦም ክንድዚ ክገብሮስ ኣነ ንእሽተይ ነገር ክገብር ኣይክእልን ደቂ ደቂ ነጋውስ ንዓኻትኩም ገዲፈልኩም ኣለኹ ነቲኤን ኣሕዋተይ ከኣኒ ሎሚ ብሽም ናይ ኢስተር ርሑስ ብሽም ኣፋሲጋ ርሑስ ኣፋሲጋ ብሽም ኢስተር ከኣኒ ርሑስቲ ኢስተር ናታ ዊዝደም ናታ ጽባቐን ናታ ትምህርትን ፋሕ ይበል ኣብ ምሉእ ዓለም ኣብ ደቂ ኣንስትዮ ደመን ይእቶ ይብል እንታይ መራሒ ዲክቴተ ብኡ ከጭርሽ ኣይደሊኒ ድሌቱ ክገብር ቢልጌ የ እቲኦም መራሕቲ ድሌቶም ክገብሩ ኣለዉ ዓበይቲ ኩባንያታት ብሰልዲ ነገራት ዝዓፁ ንሕና ክንብል ኣለና ኣትሊስትስ ዓድና ብፅፈት ብፅፉፍ ሕጊ ሓሪሱ ሰብ ክበልዕ ሸቃጣይ ክሽቅጥ ድኣቱ ድወጽእ ብሰላም ከ ንእሽተይ እያ እስ ኖርማል በይዚክ ነሰሲቲ እየ ድብል ደለኹ ደቂ ነጋውስ ይፈትዎኩም እየ ይፈትዎኩም እየ ይፈትዎኩም እየ ሓፍ ኢለ ከጥፋእ ኣለኒ ነተን ድተን ድሕን ተናኺፈክን ኮይነ ነተን ደቂ ኣንስትዮ ከዓ ያሬታ ግበራላይ ግን ሓቂ ምዝራብ ፅቡቅ እንድዩ ንሕና ስለ ንወልድ ንሕና ሓቂ ኣለና ለውጢ ከነምፅእ ኣብዚ ዓለም